ውጥን ዲፕሎማሲ ምትላል ውሽጣዊ ሰነዳት ወያነ እንታይ ይብሉ? ኣብ ልዕሊ ኤርትራ እገዳ ንምውሳን ብወያነን ኣሳሰይቱን ዝተፈጸመ ዓሎቕ ካብ ግዜ ናብ ግዜ ዕርቃኑ እናወጸን እናተበለለን ክመጽእ ጸኒሑ ኣሎ። ከም ውጽኢቱ ድማ ኣብ ርእይቶ ዝተፈላለዩ ወገናት እገዳ ናይ ምልዓል ቃና እናለዓለ ይኸይድ ኣሎ። እዚ ምዕባለታትዚ ኣብ ልዕሊ እቶም ብዲፕሎማሲ ሓሶትን ምትላልን ባይቶ ጸጥታ ሕቡራት ሃገራት ዘይፍትሓውን ዘይቅኑዕን ውሳኔ ከሕልፍ ዝደረኹ ወያነን ኣሳሰይቱን ክፈጥሮ ዝኽእል ሻቕሎት ርዱእ እዩ። ኣብ ክፍላ ለካቲት ካብ ቤት ጽሕፈት ሚኒስተር ዲኤታ ኣህጉራዊ ጉዳያት ወያኔ ናብ ኩሎም ኣብ ወጻኢ ዝርከቡ ሚሽናት ዝተላእከ ዘዋሪ መልእኽትን ናይ ስራሕ መምርሕን ነዚ ተርባጽ'ዚ ከምኡ'ውን ወያኔ ኣብ ፖሊቲካዊ፣ ዲፕሎማስያውን ዜናውን ዘመተ ዝኽተሎ ናይ ምትላል ጸወታ ኣጉሊሑ ዘርኢ እዩ። ሚኒስትሪ ዜና፣ ተዓዘብቲ ምሉእ ስእሊ ምእንቲ ክወስዱ፣ ቀጥታዊ ትርጉም ናይቲ ብቋንቋ ኣምሓርኛ ዝተጻሕፈ ውሽጣዊ ሰነዳት ወያነ እንሆ ከም ዘለዎ የቕርቦ። ሰነድ ቁጽሪ ሓደ፣ መዘኻኸሪ፣ ናብ ኤምባሲ ኤፌድሪ፣ ቀዋሚ ልኡኽ፣ ኣብያተ ጽሕፈት ቆንስላ፣ ኩሎም ዳይረክተር ጀነራላት ኣብያተ ጽሕፈት ማእከል፣ ካብ ቤት ጽሕፈር ክቡር ሚኒስተር ዲኤታ ኣህጉራዊ መዳይ ርእሰ ነገር፣ ኤርትራ ካብ ባይቶ ጸጥታ ሕቡራት ሃገራት ዝተመሓላለፈ ውሳኔታት እገዳ ንኽለዓለላ እተካይዶ ዘላ ጻዕሪ ንምብርዓንን እገዳታት ብዝግባእ ኩነታት ተፈጸምቲ ንክኾኑ ክግበር ዘለዎ ምንቅስቓስ ብዝምልከት ካብ ላዕለዋይ መሪሕነት ዝተዋህበ መምርሒ ኣብዚ እዋን እዚ መንግስቲ ኤርትራ ብባይቶ ጸጥታ ሕቡራት ሃገራት ዝተበየነሉ ውሳኔታት እገዳ ከም ዝለዓሉ ንምግባር ዝተፈላለየ ዲፕሎማስያዊ ንጥፈታት ኣብ ምክያድ ይርከብ። ኤርትራ ውሳኔታት እገዳ ኣብ ልዕሊኣ ካብ ዝሓልፍ ጀሚራ ኣብ ክልልና ኣብ ዘለዋ ሃገራት ንዝንቀሳቐሱ ጸረ ሰላም ግብረ ሽበራውያንን ዘይሕጋውያን ውድባትን ብዝተፈላለየ ኣገባብ ደገፍ ብምሃብ ነቲ ተነቢሩላ ዘሎ እገዳ ትጥሕስ ኣብ ርእሲ ምህላዋ ካብዚ ተግባራታዚ ከይተቖጠበት ኣብ ዝሓለፈ ቀረባ ግዜ እቲ ኣብ ልዕሊኣ ዝተመሓላለፈ እገዳ ንኽለዓለላ ናብ ዝተፈላለያ ሃገራት ብምንቅስቓስ እቲ እገዳ ቅኑዕ ከምዘይኮነ ከተእምን ትፍትን ከምዘበላ ሓበሬታታት ይእምቱ። እዚ ምንቅስቓሳት እዚ ብቐጻሊ እናሓየለ ከምዝኸይድ ይግመት። በዚ ምኽንያት ኣብ ቀንዲ ቤት ጽሕፈት ዘለዉ ክፍልታት ስራሕን ኣብ ወጻኢ ዝርከቡ ኤምባሲታትናን ብውጥን ዝተደገፈ ዲፕሎማስያዊ ስርሓት ብምክያድ ንዕላማታት ኤርትራ ከበርዕኑ ስለዝግባእ ነዚ ክሕግዝ ዝኽእል ዝተፈላለየ ምድላዋት ክካየዱ ጸኒሖም ኣለዉ። ኩሎም ዳይረክተር ጀነራላትን ኣምባሳደራትን ዕላማ ዲፕሎማስያዊ ዘመተታትና ንምዕዋት፣ ነቲ ኣቐዲሙ ዝተዳለወ ውጥን መሰረት ብምግባር፣ ዳይረክተር ጀነራላት ንዝምልከቶም ኣብ ውሽጢ ሃገር ዘለዉ ኤምባሲታት ወጻእን ኣህጉራዊ ውድባትን ኣብ ወጻኢ ዝርከቡ ኤምባሲታትና ድማ ኣብ ዘዝርከብሉ ሃገራት ንፍሉይ ንቤት ጽሕፈት ዝምድናታት ወጻእን ካልኦት እቲ ጉዳይ ዝምልከቶም ኣካላትን ብምልላይ እቶም ኣብ ልዕሊ ኤርትራ ዝተወስዱ ውሳኔታት እገዳ ንኸይለዓሉን ብዝግባእ ተፈጸምቲ ዝኾኑሉ ኩሎታት ንምፍጣርን ናይ ምእማን ስራሕ ከካይዱ ትጽቢት ይግበር። ንግብራውነት ናይዚ ኣብ ላዕሊ ዝተጠቕሰ ዲፕሎማስያዊ ንጥፈታት ዝሕግዙ ሰነዳት፣ ሓደ፣ ኮንሰፕት ኖት፣ ክልተ፣ ኤድ ሜሞዋር፣ ሰለስተ፣ ኣክሽን ፕላን፣ ኣርባዕተ፣ ቶኪን ፖይንትስ፣ ሓሙሽተ፣ ናይ ዩኤን ሞኒተሪንግ ግሩፕ ጸብጻብ፣ ኤክሰርት፣ ምስቶም ማዕቀባት ዝተኣሳሰሩ ውሳኔታት ሕቡራት ሃገራት፣ ኢጋድን ሕብረት ኣፍሪቃን ብኢመይል ዝተላእከልኩም ክኸውን እንከሎ፣ ዳይረክተር ጀነራላትን ኤምባሲታትን ምስዚ ፅሑፍ እዚ ከም ጥብቆ ቀሪቡ ዘሎ ውጥን መበገሲ ብምግባር ናይ ነፍሲ ወከፎም ዝርዝር ውጥንን መደብን ብምውፃእ ብመሰረት እቲ ውጥን ናይ ዝተሰላሰሉ ተግባራት ቅዳሕ ኣብ ነፍሲ ወከፍ ክልተ ቅነ ኣብ መፋርቕን መወዳእታን ወርሒ ናብ ቤት ፅሕፈት ክቡር ሚኒስትር ዲኤታ ፖሊቲካዊ ጉዳያትን ናብ ዝምልከቶም ዳይሬክተር ጀነራላትን ኤምባሲታት ድማ ናብ ዝምልከቶም ዳይሬክተር ጀነራላት ናብ ቤት ፅሕፈት ክቡር ሚኒስትር ዲኤታን ዳይሬክተር ጀነራል ኣህጉራዊ ውድባትን ክልእኩ ብክቡር ሚኒስትር ዲኤታ መምርሒ ተዋሂቡ ከምዘሎ ነፍልጥ። ጥብቆታት ኣብ ላዕሊ ዝተጠቕሱ ቅዳሕ ንቤት ጽሕፈት ክቡር ሚኒስተር ንክቡራን ሚኒስትራት ዲኤታታት። ሰነድ ቁጽሪ ክልተ ንኣተገባብራን ቀጻልነትን ናይቶም ባይቶ ጸጥታ ኣብ ልዕሊ ኤርትራ ዘሕለፎም ብይናት እገዳ ብዝምልከት ምስ ኣባላት ባይቶ ጸጥታ ንምዝርራብ ክሕግዝ ዝተዳለወ መበገሲ ጽሑፍ፣ Concept Note፣ መእተዊ፣ ባይቶ ጸጥታ ኣብ ልዕሊ ኤርትራ ዘሕለፎም ናይ እገዳ ብይናት ማለት ውሳኔታት ብዝግባእ ኣብ ግብሪ ክውዕሉን ንመጻኢ ዝያዳ ጸኒዖም ክቕጽሉን ምእንቲ፣ ንቐወምትን ተተካእትን ኣባላት ናይቲ ባይቶ ብሓድሽ ኣቀራርባ ብምቕራብ ዲፕሎማስያዊ ምንቅስቓስ ምክያድ ኣድላዪ ኮይኑ ተረኺቡ ኣሎ። ባይቶ ጸጥታ ዘሕለፎም ውሳኔታት ብክቲ ትክክል ንምትግባሮም ኣባል ሃገራት ወሳኒ ተራ ከምዘለወን ይፍለጥ። ኣባላት ባይቶ ጸጥታ እውን ነቶም ውሳኔታት ካብ ምትግባር ሓሊፎም ተጠናኺሮም ከም ዝቕፅሉ ኣብ ምግባር መተካእታ ዘይብሉ ኣስተዋፅኦ እዩ ዘለዎም። ቅድሚ ሕጂ ኣብ ልዕሊ ኤርትራ ዝተነብሩ እገዳታት ኣብ ግብሪ ክውዕሉ ዝኸኣሉ ብኣውርኡ ኤርትራ ብእትኽተሎ ዝነበረት ዕላዊ ፅልኢ ናይ ምፅሕታር ኣካይዳ ኣብ ኢጋድ ብዝተፈጥረ ውሽጣዊ ሓድነት ምንባሩ ኣይርሳዕን። ኣብ መስርሕ ምድላውን ምፅዳቕን ብይን ቁፅሪ ሽሕን ትሽዓተ ሚእትን ሸውዓተን፣ ኡጋንዳ፣ ጅቡትን ሶማልን ዝተጻወኦ ተራ ኣቢይን ቁጽሪ ክልተ ሽሕን ዕስራን ሰለስተን እውን ኣብ ርእሲ እቲ ናይ ኢትዮጵያ፣ ናይ ጅቡትን ኬንያን ተሳትፎ ጉሉሕ እዩ ነይሩ። ኣብ ርእሲ ናይ ኢጋድ ሓድነት፣ ተቋጻጻሪ ጉጅለ ማለት ሞኒተሪንግ ግሩፕ በብግዚኡ ዘቕርቦም ዝነበረ እሞ ብብዙሓት ተቐባልነት ዝረኸቡ ኣብ ጭቡጥ መርትዖ ዝተመርኮሱ ልዕሊ ኤርትራ ተወሳኺ እገዳ ክትግበር ዝጠልቡ ጸብጻባት ዝተጻወትዎ ተራ እውን ቁልፊ ምንባሩ ኣይዝንጋዕን። ውሳኔ ቁጽሪ ክልተ ሽሕን ዕስራን ሰለስተን ናይ ክልተ ሽሕን ዓሰርተ ሓደን ድሕሪ ምሕላፉ ውን፣ ተቖጻጻሪ ጉጅለ ናይ ምቁጽጻር ጽንሕኡ ዝቐጸለ ክኸውን ከሎ፣ ኣብ ሓምለ ክልተ ሽሕን ዓሰርተ ክልተን ሓምለ ክልተ ሽሕን ዓሰርተ ሰለስተን ዝርዝራዊ ጸብጻብ ምቕራቡ ይዝከር። ኣብ ሓምለ ክልተ ሽሕን ዓሰርተ ሰለስተን ዝወጸ ጸብጻብ፣ መንግስቲ ኤርትራ ንኣልሸባብ ዝህቦ ዝነበረ ቅሉዕ ደገፍ እኳ እንተነከዮ፣ ብተዘዋዋሪ መንገዲ ከምዝቐጸሎ ኣብቲ ከባቢ ንዝርከቡ ዓነውቲ ሓይልታት ዝህቦ ኩሉ መዳያዊ ሓገዝ ከም ዘየቋረጸ ዘነጽር እዩ ዝነበረ። እቲ ጸብጻብ ኣብ ርእሲ እዚ፣ መንግስቲ ኤርትራ ዝጥቀመሉ ሜላ ኮንትሮባንድ ኣቃሊዑ እዩ። እዚ ከኣ መንግስቲ ኤርትራ ናይ ታክቲክ ለውጢ እምበር ናይ ስትራቴጂ ለውጢ ከም ዘይገበረ ዘርኢ ምዃኑ ኣብቲ ጸብጻብ በሪሁ። ይኹን እምበር ካብ ፈደረሽን ሩስያ እንተላይ ካብ ፓኪስታን እቲ ጸብጻብ ሚዛናዊ ኣይኮነን ዝብል ነቐፌታ ከም ዝቐረበሉ፣ ካልኦት ኣብቲ ሪፖርት ኣስማትና ብዘይ ኣገባብ ተጠቒሱ ኣሎ ዝበላ ሃገራት ኢጣልያ፣ ኖርወይ፣ ኬንያን ሶማልን እውን ቅረተኣን ምግላፀን ይዝከር። ስለዝኾነ ብወገን ኤርትራ ዝኾነ ናይ ፖሊሲን ባህሪን ለውጢ ኣብ ዘይመፅኣሉ ኩነታት እገዳ ንምዝላቕ ዝግበር ዘሎ ምንቅስቓሳት ንምዕጋትን ነቲ እገዳ ተፈፃሚ ንምግባርን ውሁድ ምንቅስቓስ ምክያድ ልዑል ትኹረት ዘድልዮ ዕማም እዩ። ሓደ ብወገን ኤርትራ ዝካየድ ዘሎ ምንቅስቓስ ኣብዚ ግዜ እዚ ብገለ ወገናት መንግስቲ ኤርትራ ደኺሙ እዩ፣ ናይ ምልምላም ኩነታት እውን የርኢ ኣሎ፣ ብኻልእ ወገን ድማ ንኤርትራ ካብ ማሕበረሰብ ዓለም ምግላል ንህዝቢ ይጎድእ ስለዘሎ ባይቶ ጸጥታ ኣተሓዝሕዝኡ ልስሉስ እንተዝኸውን ዝብል ሓሳብ ይመጽእ ኣሎ። ብዛዕባዚ ናይ ኣሜሪካ ናይ ጉዳያት ኣፍሪቃ ተሓጋጋዚ ሚኒስተር ብዝነበረ ምስተር ሄርማን ኮሆን ዝተጻሕፈ ጽሑፍ ምጥቃስ ይከኣል። ኣብ ውድብ ሕቡራት ሃገራት ንጉዳያት ኣፍሪቃ ካብ ዝከታተሉ ኣካላት እውን ኤርትራ ብቁጠባውን ፖሊቲካውን ምኽንያታት መርገጺኣ እናልዘበት ስለ ዝኾነት ምስኡ ዝዳረግ ምላሽ የድሊ ኣሎ ዝብሉ ርእይቶታት ክስምዑ ጀሚሮም ኣለዉ። ኣብ ኮባቢ ኮንግረስ ባይቶ ዝምድናታት ወጻእን ኣሜሪካ ኣብ ዝኣመሰሉ ትካላት እውን ነዚ ዝመስል ርእይቶ ይቀላቐል ኣሎ። ክሳብ ሕጂ ንትግባረ ናይቲ እገዳ ካብ ሃገራት ኣፍሪቃ ማለት ኣቐድም ኣቢለን ኡጋንዳ ብይን ሽሕን ትሽዓተ ሚእትን ሸውዓተን ጋቦን ድማ ብይን ክልተ ሽሕን ዕስራን ሰለስተን ኣብ ምጽዳቕ ኣብዚ ቀረባ እዋን ከኣ ሞሮኮ ንኣተገባብርኡ ብዝምልከት እዋናዊ ሓቤሬታ ኣብ ምሃብ ሙሉእ ደገፍ ዝሃባን ሃገራት ምዃነን ኣይርሳዕን። ካልእ ኣተኩሮ ዘድልዮ ጉዳይ ኤርትራ ብተርእዮ መታለሊ ዲፕሎማሲያዊ መጥቃዕቲ፣ እቲ ኣብ ውሽጢ ኢጋድ ንኤርትራ ብዝምልከት ዝነበረ ሓድነት፣ ናብ ኬንያን ሱዳንን ብዝተኻየዱ ምብጽጻሓት፣ ኣብ ናይሮቢ ምስ ፕረሲደንት ሳልቫ ኬር ናይ ታንዛንያን ዲሞክራሲያዊት ረፓብሊክ ኮንጎን ፕረዚዳትን ዝተገብረ ምዝራብ ከይጉዳእ ስግኣት ኣሕዲሩ ምህላዉ እዩ። ብወገን ኤርትራ ካብቲ ዘሎ ተነጽሎ ንምውጻእ ልዑል ምንቅስቓስ ይግበር ምህላዉ ብግልጺ ዝረኣ ዘሎ እዩ። ፕረሲደንት ኢሳያስ ኣብዚ ቀረባ እዋን ናብ ኬንያን ሱዳንን ዝገበርዎ ምብጻሕ፣ ንሓለፍቲ ዝተፈላለዩ ኣካላት ውድብ ሕቡራት ሃገራት፣ UNDP፣ OCHA፣ ኣስመራ ከም ዝበጽሑ'ሞ ኤርትራ ተለዊጣ'ያ ዝብል መልእኽቲ ንምሕላፍ ዝግበር ምንቅስቓሳት ኣቶ የማነ ገብርኣብ ኣብ ፓሪስ ዝፈጸምዎ ምብጻሕ ብኣብነት ክጥቀሱ ይኽእሉ። ሰበስልጣን ኤርትራ ምስ ተቖጻጻሪ ጉጅለን ምስ ኣቦመንበር ኮሚቴ እገዳ ኣምባሳደር ኮርያ ኣብ ታሕሳስ ሽዱሽተ ሸውዓተ ኣብ ፓሪስ ዝገበርዎ ዝርርብ ኣካል ናይዚ ይመስል። እዚ ምንቅስቓሳትዚ ምስ ማሕበረሰብ ዓለም ናብ ዘለዎም ርክብ ዝዓለመ እኳ እንተኾነ ቀንዲ ዕላምኡ ግን ጉዳይ እገዳ ምዃኑስ ዘጠራጥር ኣይኮነን። ብወገን ውድብ ሕቡራት ሃገራት እውን ካብ ናይ ቅድሚ ሕጂ ብዝተፈልየ መልክዕ ብወገን ኤርትራ እንተላይ ኣብ ፖሊቲካ ናይ ምትሕግጋዝ ድሌት ከም ዝተርኣየ ዝገልጹ ሓበሬታታት ኣለዉ። ብኣጠቓላሊ ንእገዳ ብዝምልከት ዘሎ ኣሉታዊ ኣመለኻኽታ ብፍላይ ድማ ኣብ ከባቢ'ተን ኣብ ምልማዕ ዝርከባ ሃገራት ምቹእ ሃዋሁ ከይፈጠረ ከም ዘይተርፍ ምግማት ይከኣል። ኣብዚ ቀረባ እዋን ኣብ ጀኔቫ ኣብ ዝተገብረ ናይ ኤርትራ ዩፒኣር እታ ሃገር ዝረኸበቶ ደገፍ ቀሊል ግምት ዝወሃቦ ኣይኮነን። ሽዑ ከም ኡጋንዳ ዝኣመሰሉ ንኤርትራ ብምድጋፍ ዘስምዕዎ መደረ ኣተኩሮ ክወሃቦ ይግባእ። ክልተ፣ ንኢጋድ ብዝምልከት ኣቐዲሙ ከም ዝተጠቐሰ ኣብ ልዕሊ ኤርትራ እገዳ ኣብ ምውሳንን ምጥንኻርን ማለት ካብ ሕብረት ኣፍሪቃ ክሳብ ባይቶ ጸጥታ ኣብ ዝነበረ መስርሕ ኣብ ውሽጢ ኢጋድ ዝነበረ ሓድነት ወሳኒ ኮይኑ ጸኒሑ'ዩ። እዚ ተፏሒቑ እንተድኣ እቲ ጉዳይ ከም ናይ ኢትዮጵያን ኤርትራን ጉዳይ ጥራይ ጌርካ ተወሲዱ፣ ሃገራት ናብቲ ናይ ኤርትራ ምንጪ ኩሎም ሽግራት ናይ ዶብ ሽግር እዩ ዝብል ኣበሃህላ ገጾም ክኸዱ ዝገብር ዕድል ሰፊሕ እዩ። ስለዚ ኣብዚ ጉዳይ እዚ ሓድነት ኢጋድ ንምድልዳል ብሕልፊ ንጂቡቲን ኬንያን ብቐረባ ምስራሕ ኣማራጺ የብሉን። ሓድነት ኢጋድ ምድልዳል ነዚ ድማ ብወገን ኤርትራ ብዛዕባ ዝግበር ዘሎ ኣዕናዊ ምንቅስቓሳት ቅኑዕ መረዳእታ ከምዝህሉ ኣብ ምግባር ትካላት ጸጥታን ድሕነትን ኢትዮጵያ ብሓባር ክሰርሑ ጽቡቕ እዩ። ሰለስተ፣ ንተቖጻጻሪ ጉጅለ ብዝምልከት፣ ኣቐዲሙ ከምዝተጠቕሰ እቶም ብተቛጻጻሪ ጉጅለ ዝቐርቡ ዝነበሩ ጸብጻባት ኣብ ልዕሊ ኤርትራ ዝተነብሩ እገዳታት ከሪሮም ንክቕጽሉ ወሳኒ ተራ ነይርዎም እዩ። ኮይኑ ግን ናይ ሓምለ ክልተ ሽሕን ዓሰርተ ሰለስተን ጸብጻብ ተቖጻጻሪ ጉጅለ ኣብ ዝቐረበሉ፣ ካብ ዝተፈላለዩ ወገናት፣ ብሕልፊ ካብ ኤርትራ ተሪር ተቓውሞ ገጢምዎ እዩ። እቲ ጉጅለ ብተደጋጋሚ ኣብ ዝዘርግሖም ጸብጻባት፣ መንግስቲ ሶማል ኣብ ብልሽውና ከም ዝተሸመን ኣባላት ሰራዊት ኬንያ ኣብ ኪስማዮ ኣብ ንግዲ ፈሓም ብሰፊሑ ከም ዝተዋፈሩን ምግላጹ ይዝከር። በዚ ድማ መንግስቲ ሶማል መራሒ ናይቲ ጉጅለ ክእለ፣ ዝሓትት ደብዳቤ ናብ ዋና ጸሓፊ ሕቡራት ሃገራት ልኢኹ እዩ። ብወገን ኬንያ እውን ተመሳሳሊ ተቓውሞን ደብዳቤን ናይ ፐርሶና ኖንግራታ መፈራርሒ ምቕራቡ ይፍለጥ። ምስዚ ብዝተኣሳሰር ሓደ ብዜግነት እንግሊዝ ብትውልዲ ድማ ናይጀርያዊ ዝኾነ ኣባል ናይቲ ጉጅለ ናብ ናይሮቢ ከይኣቱ ዝተኸልከለ ክኸውን ከሎ መንግስቲ ኬንያ ብውድብ ሕቡራት ሃገራት ንዝቐረበሉ ናይ ቪዛ ሕቶ ኢምቢታ ሂብሉ እዩ። እዚ ኩነታት'ዚ ምስቲ ኤርትራ እቲ ጉጅለ ካብ ሻርነት ሓራ ኣይኮነን እናበለት እትጉስጉሰሉ ኩነታት ተደሚሩ ንተኣማንነት ናይቲ ጉጅለ ከይጎድኦ ስግኣት ኣሎ። እገዳ በቲ ባይቶ ዝህልዎ ደገፍ ብሕልፊ በተን ቀወምቲ ዘይኮና ኣባላት ኣብ ጸብጻብ ናይቲ ጉጅለ ዝምርኮስ ብምዃኑ ተኣማንነት ናይቲ ጉጅለ እንተድኣ ተተንኪፉ ኣብ ልዕሊ እገዳ ዘሎ ደገፍ ብኡ መጠን ከይጉዳእ ዘስግእ እዩ። ከምዝፍለጥ ናይቲ ተቋጻጻሪ ጉጅለ ውህደትን ተኣማንነትን ንሱ ዘቕርቦም ጸብጸባትን ነቲ እገዳ ዓንዲ ሕቁ እዮም። ኣብዚ ግዜ እዚ ንሶማልን ኬንያን ሓዊስካ ካብ ዝተፈላለዩ ወገናት ኣብ ልዕሊ እቲ ጉጅለ ዝውርወር ዘሎ ወቐሳታት ምስቲ ኤርትራ እቲ ጉጅለ ናይ ኣሜሪካን ኢትዮጵያን መሳርሒ እዩ እናበለት ተካይዶ ወፍሪ ተደሚሩ ንተኣማንነቱ ኣብ ሓደጋ ከየእትዎ ዘስግእ ኣይኮነን። ናይቲ ተቋጻጻሪ ጉጅለ ክብሪ ከይጉዳእ እምበኣር ምስቲ ጉጅለ ተቐራሪብካ ምስራሕ፣ እቲ ጉጅለ ምስ መንግስታት ኬንያን ሶማልን ንዘለዎ ዘይምርድዳእ ንምፍታሕ ናይ ምርድዳእ መስርሓት ምክያድ ከድሊ እዩ። ኣብ ውሽጢ ኢጋድ እንፈጥሮ ምቅርራብን ናይ ሓባር ኣመለኻኽታን እውን ነቲ ተቋጻጻሪ ጉጅለ ዝህቦ ደገፍ ከትርትሮ ይኽእል እዩ። ኣርባዕተ ንኣባላት ባይቶ ጸጥታ ብዝምልከት፣ ሓደ ንሓሙሽተ ቀወምቲ ኣባላት ብዝምልከት ኣሜሪካ ኣሜሪካ ኣብ ልዕሊ ኤርትራ ዝተነብሩ ውሳኔታት እገዳ ቁጽሪ ሽሕን ትሽዓተ ሚእትን ሸውዓተን ክልተ ሽሕን ትሽዓተን ከምኡውን ክልተ ሽሕን ዕስራን ሰለስተን ናይ ክልተ ሽሕን ዓሰርተ ሓደን ብተኸታታሊ ክሓልፉ ሓያል ምንቅስቓስ ገይራ እያ። ኣብዚ ጉዳይ እዚ ኣብ እዋኑ ቀዋሚ ልኡኽ ኣሜሪካ ውድብ ሕቡራት ሃገራት ዝነበረት ኣምባሳደር ሱዘን ራይስ ነቶም ውሳኔታት ኣብ ምሕላፍን ባህርያዊ ኣጸቢቓ እትፈልጦ መንግስቲ ሻዕብያ ኣብ ከባቢና ዝፍጽሞ ሕማቕ ተግባራት ኣብ ምቅላዕን ዝፈጸመቶ ኣስተዋጽኦ ኣዝዩ ልዑል እዩ ክበሃል ይከኣል። መንግስቲ ኣሜሪካ ንኤርትራ ብዝምልከት ብዋና ጸሓፊ ሕቡራት ሃገራት ይኹን ብተቖጻጻሪ ጉጅለ ጸብጻብ ኣብ ዝቐርበሉ እዋን ኤርትራ ኣብ ሶማልን ኣብዚ ከባቢዝን እትፍጽሞ ዓናዊ ስርሓት ብምኹናን ካብዚ እከይ ተግባራትዚ ክትቁጠብ ብተደጋጋሚ ኣተሓሳሲቡ እዩ። ብተወሳኺ ኤርትራ ካብ ምልምላምን ብስልቲ ደረጃ ካብ ምልዋጥን ሓሊፋ ሓቀኛ ከምኡ'ውን ዝጭበጥ ለውጢ ከምዘየምጸት ብመንግስቲ ኣሜሪካ ዝፍለጥ ምዃኑ ካብ ሓደ ኣብ ኣዲስ ኣበባ ዝርከብ ዲፕሎማት ብተዘዋዋሪ ንምርዳእ ክኢልና ኣለና። ኣብዚ እዋንዚ ኣብ ውድብ ሕቡራት ሃገራት ቀዋሚ ልኡኽ ኣሜሪካ ኮይኖም ዘለዉ ኣምባሳደር ሳማንታ ፓወር፣ ኣብ ልዕሊ ኤርትራ ልክዕ ከም ኣምባሳደር ሱዛን ራይስ ተሪር መርገጺ ዘይክህልዎም ይኽእል እዩ ኢልካ ክግመት ዝከኣል'ኳ እንተኾነ፣ ከም ወኪል መንግስቲ ኣሜሪካ መጠን ነታ ሃገር ብዝምልከት ዝተፈልየ ወይ ዝለዘበ መርገጺ ክሕዙ ይኽእሉ እዮም ክበሃል ግን ኣይክእልን። ኣብዚ ጉዳይ'ዚ ከም ሓደ ኣወንታዊ ጎኒ ዝረኤ፣ ኣምባሳደር ሱዛን ራይስ ናብ ፕረሲደንት ባራክ ኦባማ ኣማኻሪ ሃገራዊ ድሕነት ስለዝኾነት፣ ኣሜሪካ ከም ሃገር ኣብ ልዕሊ ኤርትራ እትኽተሎ ፖሊሲ ኣብ ዝመጽእ ግዜ ክልወጥ ኢልካ ምሕሳብ የጸግም ኢዩ። ኮይኑ ግን ኤርትራ ካብ ቀረባ ግዜ ጀሚራ እትኽተሎ ዘላ ማሕበረሰብ ዓለም ናይ ምኽሳብ ኣካይዳ ብዕቱብ እንተድኣ ቀጺሉን ናይ ሓደ ሃገራት ማለት ቻይናን ሩስያን ቀልቢ እንተድኣ ስሒቡን ንቐወምቲ ኣባላት ባይቶ ጸጥታ ናይ ምግምማዕ ዕድል ክትረክብ ትኽእል ኢያ። ስለዝኾነ ኣሜሪካ በቲ ሒዛቶ ዘላ መርገፂ ንክትቅፅልን ነቲ ውሳኔታት ግብራዊ ክትገብርን ምእንቲ፣ ኤርትራ ጭቡጥ ናይ ባህሪ ለውጢ ከምዘየምፀት ስርሐይ ኢልካ ምርዳእ ካብ ፅላት ዕደና ማለት ማይን ሴክተር እትረኽቦ ኣታዊ ምቁፅፃር ምእንቲ ክከኣል ክዳሎ ዝግብኦ መርሓ ሕንፃፃት ተፃፊፉ ኣብ ግብሪ ክውዕል ምእማን ከድሊ እዩ። እንግሊዝ። እንግሊዝ፣ ባይቶ ጸጥታ ኣብ ልዕሊ ኤርትራ ንዘሕለፎም ክልተ ብይናት እገዳ ዝደገፈት ኮይና፣ ነታ ሃገር ኣብ ዝምልከት ምስ ኣሜሪካ ተመሳሳሊ መርገጺ ከም ዘለዋ ፍሉጥ እዩ። እንግሊዝ፣ ነቲ ባይቶ ጸጥታ ውድብ ሕቡራት ሃገራት ኣብ ልዕሊ ኤርትራ ዘሕለፎ ናይ ኣጽዋር እገዳ ተኸቲላ፣ The Export Control Order ክልተ ሽሕን ዓሰርተ ሓደን ዝበሃል ሕጊ ዘውጸት ክትከውን ከላ፣ በቲ ሕጊ'ቲ ኤውሮጳዊ ሕብረት ነቲ ባይቶ ጸጥታ ኣብ ልዕሊ ኤርትራ ዘሕለፎ ናይ ኣጽዋር እገዳ ብመንገዲ እንግሊዝ ከም ዘፈጽሞ ንምግባር ምእንቲ ክከኣል እዩ። ስለ ዝኾነ እንግሊዝ ንውሳኔታት ባይጾት ጸጥታ ይኹን ንተቋጻጻሪ ጉጅለ ትህቦ ደገፍ ኣብ ሓጺር ግዜ ክቕየር እዩ ኢልካ ምግማት ከም ዘይከኣል ኣብ ኒውዮርክ ምስ ናይ እንግሊዝ ቀዋሚ ልኡኽ ዝተገብረ ዝርርብ ይሕብር። ብተወሳኺ እቶም እገዳታት ጸኒዖም ክቕጽሉን ብኸምቲ ዝድለ ግብራውያን ክኾኑን ከምኡ'ውን እቲ ነዊሕ ግዜ ወሲዱ ዘሎ ምጽፋፍ ናይ መርሓ ሕንጻጻት ተወዲኡ ኣብ ስራሕ ከም ዝውዕል ንምግባርን ኤርትራ ሓቀኛ ናይ ባህሪ ለውጢ ከም ዘየምጸት ንምርዳእን ምስ እንግሊዝ ሓቢርካ ምስራሕ ከገድስ እዩ። ፈረንሳ ፈረንሳ ባይቶ ጸጥታ ኣብ ልዕሊ ኤርትራ ዘሕለፎም ክልተ ብይናት እገዳ ክጸድቁ እንከለዉ ምሉእ ደገፋ ከም ዝሃበትሉ ይዝከር። ነዚ ናይ ፈረንሳ ቀንዲ ምኽንያት እቲ ኤርትራ ኣብቲ ከባቢ እተካይዶ ዘላ ጸረ ሰላም ምንቅስቓሳትን ንጸረ ሰላም ሓይልታት እትህቦ ደገፍን እኳ እንተኾነ፣ እታ ሃገር ኣብ ክልተ ሽሕን ሸሞንተን ዶብ ጂቡቲ ጥሒሳ ወራር ምፍጻማን ክሳብ ሕጂ ምሩኻት ወተሃደራት ዘይምምላሳን ነቲ ኣብ መንጎ ክልቲኤን ሃገራት ዘሎ ርክብ ጽቡቕ ከም ዘይከይድ ገይርዎ እዩ። ብመሰረት እቲ ኣብ መንጎ ቀወምቲ ኣባላት ባይቶ ጸጥታ ዘሎ ኣሰላልፋ፣ ኣብ ዝተፈላለዩ ኣህጉራዊ ናይ ጸጥታን ሰላምን ጉዳያት እንተላይ ናይ ኤርትራ፣ ኣመሪካን እንግሊዝን ፈረንሳን ኣብ መብዝሕትኡ ተመሳሳሊ መርገጺ ከም ዘለወን ይፍለጥ። ክሳብ ሕጂ ብዘሎ ኩነታት እውን ፈረንሳ ኣብ ልዕሊ ኤርትራ ንዝተነብሩ እገዳታትን ነቲ ተቖጻጻሪ ጉጅለን ደገፋ እትህብ ከም ዘላን ኣብ መጻኢ እውን ከም እትቕጽሎን ኣብዚ ቀረባ እዋን ምስ ቀዋሚ ልኡኽ ፈረንሳ ኣብ ውድብ ሕቡራት ሃገራት ዝተገብረ ዝርርብ ኣረጋጊጽዎ ኣሎ። ምድላው መርሓ ሕንጻጻት ተጻፊፉ ኣብ ስራሕ ምእንቲ ክውዕል እምበኣር ናይ ፈረንሳ ደገፍ ንምርካብ ምንቅስቓስ ኣገዳሲ እዩ። ፈደረሽን ሩስያ ሩስያ ባይቶ ጸጥታ ኣብ ልዕሊ ኤርትራ ብይን ሽሕን ትሽዓተ ሚእትን ሸውዓተን ናይ ክልተ ሽሕን ትሽዓተን ኣብ ዘሕለፈሉ እዋን ደገፋ ዝሃበት ሃገር እኳ እንተኾነት ኣብቲ ካልኣይ ብይን ናይ ክልተ ሽሕን ዕስራን ሰለስተን ናይ ክልተ ሽሕን ዓሰርተ ሓደን ግን ናይ ድምጺ ዕቃበ ገይራ እያ። እዚ ጥራይ ዘይኮነ፣ ሩስያ ምስ ደቡብ ኣፍሪቃን ቻይናን ብምዃን ንሕትሕዝቶ ናይቲ ውሳኔ ብምጅላሕ ሓይሊ ከም ዘይህልዎ ገይራቶ እያ። እዚ መርገጺ'ዚ ካብቲ ምስ ኢትዮጵያ ዘለዋ ርክብ ዝብገስ ኣይኮነን። እንተላይ ካልኦት ኣባል ሃገራት ናይቲ ባይቶ፣ ኣይቮሪኮስትን ሊብያን፣ ፍሉይ መርገጺ ወሲደን እየን። ኢትዮጵያ፣ ብመንጽር'ቲ ምስ ሩስያ ቀደም'ውን ምስ ሕብረት ሶቭየት ዘለዋ ንዘበናት ዝቐጸለ ዝምድና፣ ባይቶ ጸጥታ ኣብ ልዕሊ ኤርትራ ዘንበሮም እገዳታት ክለዓሉ ከም ዘይትድግፍ ይግመት። ኮይኑ ግን በቲ ሕጂ ኣብ መንጎ ኣባላት ናይቲ ባይቶ ዘሎ ናይ መን ልዕልና ሓዘ ውድድር፣ ብወገን ፒስሪ ማለት ኣሜሪካ፣ እንግሊዝን ፈረንሳን ኣብ ልዕሊ ኤርትራ ተሪር መርገጺ ምስ ዝተሓዝሞ፣ እታ ሃገር እገዳታት ክለዓለላ ጀሚራቶ ብዘላ ጎስጓስ ናይ ሩስያ እወታዊ ምላሽ እንተረኺባ፣ ኢትዮጵያ ኣብ ልዕሊ ኤርትራ ዝተነብሩ እገዳታት ብትክትክል ክትግበሩን ዝያዳ ክኸሩን ሓሲባቶ ዘላ ዲፕሎማሲያዊ ምንቅስቃስ ፈተነ ክገጥሞ ይኽእል እዩ። ኮይኑ ግን ኣብዚ ቀረባ እዋን ኣብ ኒውዮርክ ዝርከብ ልኡኽና ኣብኡ ንዝርከብ ናይ ሩሲያ ኣምባሳደር ረኺቡ ኣብ ዘዘራረበሉ ኣጋጣሚ ሃገሩ ንኢትዮጵያ ክትድግፍ ድልውቲ ምዃና ኢትዮጵያ ምስ ኤርትራ ከምዘየወዳድርዋ ርክብ ክልቲኤን ሃገራት ብዝሓየለ መልክዑ ንምቕጻል ሩስያ ኩሉ ግዜ ድሉቲ ምዃና ገሊጹሉ ኣሎ። ስለዝኾነ ነዚ ዝያዳ ንምድራዕ፣ ኤርትራ ሓቀኛ ናይ ባህሪ ለውጢ ከምዘየምጸት ምጉስጓስ፣ ባይቶ ጸጥታ ኣብ ልዕሊ ኤርትራ ዘንበሮ እገዳታት ከምቲ ዝድለ ክትግብርን ዝያዳ ከሪሩ ክቕጽልን ኣብ ምግባር፣ ከምኡ'ውን እቲ ግዜ ወሲዱ ዘሎ ዲው ዲሊጀንስ ጋይድላይንስ ኣብ ዝቐልጠፈ ተጻፊፉ ኣብ ስራሕ ክውዕል ምእንቲ፣ ሩስያ ደገፋ እትህበሉ ኣጽቢቕካ ምዝኻር ኣገዳሲ እዩ። ቻይና ቻይና ብመትከል ኣብ ልዕሊ ሃገራት ዝኾነ ዓይነት እገዳ ክመሓላለፍ የብሉን ዝብል መርገጺ ከም እትኽተል ዝፍለጥ እዩ። እዚ ከምዚ ዓይነት ምስ ቻርተራት ውድብ ሕቡራት ሃገራት ዘይሳነን ካብ ሓንቲ ኣባል ባይቶ ጸጥታ ዝኾነት ሃገር ዘይትጽበዮን መርገጺ ንኤርትራ ጠቒምዋ እዩ። ነዚ ዘረጋግጽ ድማ ኣብ ልዕሊ ኤርትራ ክልተ ውሳኔታት እገዳ ክመሓላለፍ ከሎ፣ ቻይና ዕቃበታት ምርኣያን ምስ ሩስያ ብምዃን እቲ ካልኣይ ውሳኔ ንኽጅላሕ ተሪር መርገጺ ምሓዛን እዩ። እዚ መርገጺ ቻይና ብመንጽር መትከል ጥራይ ክረኣ የብሉን። ከም ዝፍለጥ ቻይና ምስ ኤርትራ ቁጠባውን ካልእን ርክባት ዘለዋ ብምዃና ንኤርትራ ክተቐይማ ኣይትደልን እያ። ብኻልእ መዳይ ኣብ መንጎ ቀወምቲ ኣባላት ባይቶ ጸጥታ ዘሎ ምክፍፋልን ላዕለዋይ ኢድ ንምሓዝ ዝግበር ጻዕርን ከም በዓል ኤርትራ ንዝኣመሰላ ዘይሕጋውያን ሃገራት ጠቒምወን እዩ። ነዚ መርገጺ ዝኸውን ድማ ኣብ ርእሲ'ቲ ኣብ ላዕሊ ዝተጠቕሰ ጭብጥታት ምንቅስቓስ ፖሊቲካውን ወተሃደራውን መራሕቲ ኤርትራ ምእንጋድን ኣብታ ሃገር ወፍሪ ንዘካይዳ ኩባንያታት ብዝምልከት ፊናንስያዊ ምቁጽጻርን ምክትታልን ምግባርን ኣብ ዝብሉ ሓሳብ ቻይና ብተደጋጋሚ ተቓውሞ ምርኣያ እዩ። ዋላ እኳ ቻይና እዚ ኣካይዳ እዚ ነቲ ህዝቢ ዝጎድእ እዩ ዝብል ምኽንያት እንተሃበት፣ ነቲ ጉዳይ ኪንዮ'ዚ ምርኣዩ ግቡእን ጠቓሚን እዩ። ክንዲ ዝኾነ፣ ኤርትራ ነቲ እገዳታት ንኽለዓል ዝጀመረቶ ጻዕሪ ብወገን ቻይና ተቐባልነት ንኸይረክብ፣ ኤርትራ ከም ዘይተለወጠት፣ ከምኡ'ውን ጉዳይ እገዳ ጉዳይ ኤርትራን ኢትዮጵያን ጥራይ ከም ዘይኮነ ኣዕናዊ ፖሊሲ ኤርትራ ምስ ጉዳይ ዶብ ፈጺሙ ዝረራኸብ ከም ዘይብሉ ጽቕኢትካ ምርዳእ ከድሊ እዩ። ክልተ፣ ኣብ ክልተ ሽሕን ዓሰርተ ኣርባዕተን ኣባል ባይቶ ጸጥታ ንዝኾና ሃገራት ብዝምልከት፣ ናይጀርያ፣ ናይጀርያ፣ መንግስቲ ኤርትራ ሰላም ሃገራት ቀርኒ ኣፍሪቃ ንምዝራግ ብዝኽተሎ ፖሊሲ ምኽንያት፣ ባይቶ ጸጥታ ንኻልኣይ ግዜ ውሳኔ ቁጠባዊ እገዳ ኣብ ዘመሓላለፎ እዋን፣ ምስ ጋቦን ብምዃን ኮስፖንሰር ብምግባር ከም ኣባል ናይቲ ባይቶ መጠን ልዑል ተራ ተጻዊታ እያ። ከም ዝዝከር ባይቶ ጸጥታ ኣብ ልዕሊ ኤርትራ እገዳ ከመሓላልፍ እንከሎ ሊብያ ነቲ ናይ መጀመርታ ውሳኔ ክትቃወም እንከላ ደቡብ ኣፍሪቃ ድማ ካልኣይ ውሳኔ ክመሓላለፍ ከሎ ዋላ እኳ ኣብ መወዳእታ እንተደገፈት ጸገም ፈጢራ ነይራ እያ። ሃገርና ምስ ናይጀርያ ኣብ ሕብረት ኣፍሪቃን ኣብ ዝተፈላለዩ መድረኻትን ተቐራሪባ ኣብ ምስራሕ ትርከብ። እታ ሃገር ብመንገዲ ሪጅናል መካኒዝም ምዕራብ ኣፍሪቃ ኤኮሞግ ብሓፈሻ ኣብቲ ዞባ ሰላምን ጸጥታን ኣብ ምርግጋጽ ድማ ብፍላይ መሪሕ ተራ ሒዛ ትነጥፍ ዘላ ኮይና ኣብ ዳርፉር ዓቃብ ሰላም ከምኡ'ውን ኣብ ሶማል ውሕድ ቁጽሪ ዘለዎ ሓይሊ ፖሊስ ኣዋፊራ ዘላ እያ። ሃገርና እቶም ኣብ ልዕሊ ኤርትራ ዝተመሓላለፉ ብይናት እገዳ ግብራውነቱ ንርግጋጽን ዝያዳ ከሪሮም ንክቕጽሉን ኣብ እትገብሮ ጻዕሪ ናይጀርያ ብዝሓሸ ኩነታት ክትተሓባበረናን መርገጺና ክትድግፍን እንጽበዮ ኮይኑ፣ ምስታ ሃገር ብመንገዲ'ቲ ኣብ ኒውዮርክ ዝርከብ ኤምባሲና ዝያዳ ተቐራሪብካ ምስራሕ ኣገዳሲ'ዩ። ጫድ ጫድ ካብ ዝሓለፈ ቀረባ እዋን ጀሚራ ኣብ ማሊን ረፓብሊክ ማእከላይ ኣፍሪቃን ጉሉሕ ተራ ትጻወት ዘላ ሃገር እያ። ብእትጻወቶ ዘላ ጉሉሕ ተራ ድማ ክትፍለጥ ጀሚራ ኣላ። እታ ሃገር ንኣባልነት ባይቶ ጸጥታ ካብ እትምረጽ ንደሓር፣ ነቲ ኣብ ኒውዮርክ ዝርከብ ልኡኻ ብሓይሊ ሰብ ናይ ምድልዳልን ቅድሚ ሕጂ ኣብ ኣዲስ ኣበባ ዘገልገለ ኣምባሳደራ ናይ ምምዳብ ስራሓትን ስለ ዝዓመመት፣ ምስ ናይጀርያን ሩዋንዳን ብምዃን ኣብቲ ባይቶ ዝሓሸ ምንቅስቓስ ክተርኢ ትጽቢት ይግበረላ። ጫድ ንተቐናቓንቲ ረፓብሊክ ማእከላይ ኣፍሪቃ ደገፍ ከም እትህብ ብማዕከናት ዜና ዓለም ብተደጋጋሚ ዝተነግረ ክኸውን ከሎ፣ እቶም ተቐናቐንቲ ካብ ሚያዝያ ክልተ ሽሕን ዓሰርተ ሰለስተን ኣብ ቤተ መንግስቲ እንጃሜና ኣብ ዘካየድዎ ናይ መወዳእታ መጥቃዕቲ ካብ ኤርትራ ዝተዓደገ ኣጽዋር ከም ዝተጠቕሙ ተገሊጹ ነይሩ። ኣቐድም ኣቢሉ እውን ፕረሲደንት ኤርትራ ብ ዓሰርተ ክልተ ጥሪ ክልተ ሽሕን ዓሰርተ ሓደን ኣብ ዝተጸምበለ በዓል ጫድ ናጽነት ተሳቲፉ ነይሩ። ይኹን እምበር ጫድ ካብዚ ተበጊሳ፣ ኤርትራ ባይቶ ጸጥታ ኣብ ልዕሊኣ ዝገበሮ እገዳ ንኽለዓለላ እተካይዶ ጻዕሪ ምሉእ ደገፋ ክትህብ እያ ምባል ኣጸጋሚ እዩ። ብወገና ንሪኮመንደሽናት ኢጋድን ሕብረት ኣፍሪቃን መሰረት ምግባር ንጫድ ጭቡጥ ባህርያት ኤርትራ ናይ ምግላጽ ከምኡ ድማ እቲ እገዳታት ዝያዳ ሓዪሉ ክቕጽል ከምዘለዎ ናይ ምእማና ስርሓት ክነሰላስል ኣለና። ኣብ ባይቶ ጸጥታ ናይ ሓንቲ ኣፍሪቃዊት ሃገር ደገፍ ምርካብ ንኤርትራ ዓቢ ዕድል ክኸውን እንከሎ፣ ንመስርሕ እቲ እገዳ ዓቢ ሃስያ እዩ። ክንዲ ዝኾነ፣ ኣብቲ ቀንዲ ቤት ጽሕፈት እውን ብመንገዲ ናይ ኒውዮርክ ኣምባሳደርና ኣብ ልዕሊ ጫድ ኣድህቦ ጌርካ ምንቅስቓስ ኣገዳሲ እዩ። ሊትዌንያ ሊትዌንያ ኣባል ባይቶ ጸጥታ ክትከውን ፋልማያ እዩ። ሊትዌንያ ምስ ኣሜሪካ ጽቡቕ ርክብ ዘለዋ ሃገር ክትከውን ከላ፣ ከም ኣባል ሕብረት ኤውሮጳ መጠን ንመትከላት ናይቲ ሕብረት ክትክተል ትረኣ'ያ። እዚ ናይ ወጻኢ ፖሊሲኣ ኣብ ኤርትራ ዝተመሓላለፈ እገዳታት ብዝግባእ ግብራዊ ንክኸውን ብዝያዳ ሓዪሉ ንክቕጽልን ኣብ እነካይዶ ጻዕሪ ሓጋዚ ክኸውን ከምዝኽእል ይእምን። ብ ዕስራን ሽዱሽተን ሕዳር ክልተ ሽሕን ዓሰርተ ሰለስተን ምክትል ሚኒስተር ጉዳያት ወጻኢ ሊትዌንያ ምስ ኣምባሳደር ብርሃነ ገብረክርስቶስ ተራኺቦም ዘካይድዎ ዘተ፣ ሊትዌንያ ምስ ኢትዮጵያ ዘለዋ ዲፕሎማስያዊ ርክብ ንምሕያል ጽኑዕ ድሌት ከም ዘለዋ ገሊጾም እዮም። ካብዚ ብምብጋስ ኣብ ልዕሊ ኤርትራ ዝተመሓላለፈ እገዳታት ንክትግበርን ዝያዳ ሓዪሉ ንክቕጽልን ኣብ እነካይዶ ጻዕሪ እታ ሃገር ዋላ እኳ ኣዝያ ሓያል ደጋፊት እንተዘይኮነት ንሃገርና ዝሃሲ ተግባር ክትፍጽም ትኽእል እያ ኢልካ ምሕሳብ ኣይከኣልን። ስለዝኾነ ኣብ ቀጻሊ ንሊትዌንያ ብምቕራብን ንሓቀኛ ባህሪ ኤርትራ ብምርዳእን እቲ እገዳታት ብዝግባእ ንኽትግበርን ንመጻኢ ድማ ዝያዳ ሓዪሉ ንኽቕጽልን ኣብቲ ጉዳይ ዝግባእ መረዳእታ ከም እትጭብጥ ምግባር ኣገዳሲ እዩ። ቺለ፣ ኣብ ዝሓለፉ ዓመታት ብዝተርኣየ ኣንፈት ካብ ሃገራት ላቲን ኣሜሪካ ኣባላት ባይቶ ጸጥታ ዝነበራ ሃገራት መብዝሕትአን ምስ ሃገራት ምዕራብ ተገራጫዊ ክበሃል ዝኽእል መርገጺ እየን ክኽተላ ተራእየን። ብኻልእ መዳይ ካብቲ ዞባ ናብ ባይቶ ጸጥታ ዝተጸንበራ ሃገራት ማለት ጓቴማላ፣ ኮሎምብያን ኣርጀንቲናን ንኣፍሪቃ ኣብ ዝምልከት ጉዳያት ንጡፍ ሱታፌ ኣይጸንሐንን። ሃገራት ላቲን ኣሜሪካ ኣብ ባይቶ ጸጥታ ብኣባልነት ኣብ ዝጸንሓሉ ግዜ ኣድህበኦን ዝያዳ ኣብ ጉዳያት ናይቲ ዝውክልኦ ዞባ ከምዝኾነ ምርዳእ ተኻኢሉ ኣሎ። ቺለ ቅድሚ ዓሰርተ ዓመታት ካብ ክልተ ሽሕን ክልተን ክሳብ ክልተ ሽሕን ኣርባዕተን ኣብ ዝነበረ እዋን ኣባል ባይቶ ጸጥታ ነይራ እያ። ኣብቲ እዋንቲ ኣብ ጉዳያት ናይቲ ባይቶ ጸጥታ ብፍላይ ድማ ንኣፍሪቃ ኣብ ዝምልከት ጉዳያት ትርጉም ዘለዎ ተሳትፎ ነይርዋ ክበሃል ኣይከኣልን። ይኹን እምበር ኣብቲ ባይቶ ኣብ ጸንሓትሉ እዋናት ብዛዕባ ጉዳይ ኤርትራን ኢትዮጵያን ኣጀንዳ ዘተ ክካየደሉ እንከሎ እቲ ኩነታት ብመንጽር ዓለምለኻዊ ሕጊ ክረኣ እንከሎ፣ ኤርትራ ዝሓሸ ምኽንያት ከም ዘለዋ ዝገለጸትሉ እዋን ነይሩ። ብኻልእ ወገን፣ ካብ ዝሓለፈ ቀረባ እዋን ቺለ ምስ ኢትዮጵያ ንምቅርራብ ድልየት ዘርኣየት ክትከውን ከላ፣ እዚ ከኣ ሃገርና ቤት ጽሕፈት ሕፍረት ኣፍሪቃ ዝርከበላ ሃገር ስለ ዝኾነት፣ ቺለ ድማ ቤት ጽሕፈት ውድብ ሃገራት ላቲን ኣሜሪካ ኣብ ርእሰ ከተማኣ ስለ ዝርከብ፣ እዚ ምምስሳል እዚ ኣብ መንጎ ክልቲኤን ሃገራት ዝሓሸ ርክብ ንክህሉ ምኽንያት ክኸውን ከም ዝኽእል ብምሕሳብ እዩ። ቺሌ ኣብ ባይቶ ጸጥታ ብእዋናዊ ኣባልነታ ጸግዒ ኤርትራ ሒዛ ንረብሓ ኢትዮጵያ ዝሃሲ መርገጺ ክትሕዝ ትኽእል እያ ኢልካ ምሉእ ብምሉእ ምግማት ኣይከኣልን። ኣብ ዝሓለፈ ቀረባ እዋን ምስ ቀዋሚ ልኡኽ ቺሌ ኣብ ኒውዮርክ ኣብ ዝተገብረ ዘተ ነዚ ንምርግጋጽ ተኻኢሉ ኣሎ። ብወገን ሃገርና ናይ ቀረባ ኤንጌጅመንት ፈጢርካ ቺለ መርገጺና ከም እትፈልጦ ምግባርን ኣብ ልዕሊ ኤርትራ ዝተመሓላለፈ እገዳታት ግብራውነቱ ክረጋገጽ ዝያዳ ከቢሩ ክቕጽልን ከም ዘለዎ ክነረድእ ኣገዳሲ እዩ። ዮርዳኖስ ዮርዳኖስ ቅያር ኣባል ባይቶ ጸጥታ ዝኾነት ስዑድ ዓረብ ንኣባልነት ድሕሪ ምምራጻ ስለ ዘንሰሓበት እዩ። ዮርዳኖስ ምስ ኤርትራ ዘለዋ ዝምድና ንምድልዳል ብ ሰላሳ ሓዳር ክልተ ሽሕን ዓሰርተ ሰለስተን ኣብ የመን ዝርከብ ኣምባሳደራ ሚስተር ሱሌማን ኑዌሪ ኣብ ኤርትራ ተንቃሳቓሲ ኣምባሳደር ጌራ መዚዛቶ። ዝምድና ክልቲኤን ሃገራት ዝድልድለሉ መዳያት ድማ ጥዕናን ትምህርትን ከም ዝኾነ ንምፍላጥ ተኻኢሉ። ዮርዳኖስ ናይ ጥሪ ክልተ ሽሕን ዓሰርተ ኣርባዕተን ፕረሲደንት ባይቶ ጸጥታ'ያ ነይራ። ኣብ ውሽጢ'ቲ ወርሒ ኣብ ጉዳያት ማእከላይ ምብራቕ፣ ሶርያን የመንን ክፉት ኣኼባ ኣዳልያ ብኣንበወብ መንበርነት መሪሓ'ያ። እዚ፣ ዮርዳኖስ ኣብ ህድህቦ እትገብረሉ ዓለምለኸ ጉዳያት እንታይ ከም ዝኾነ ዘመልክት ኮይኑ፣ ንኤርትራ ዝምልከት ተንቀሳቓሲ ኣምባሳደር ምምዛዛ ምስታ ሃገር ዘለዋ ዝምድና ንምድልዳል ከም ዝወሰነት ዝእምት'ዩ። ስለዝኾነ ብወገንና ንዮርዳኖስ ብምቕራብ ነቲ ኤርትራ ኣብ ዞባ እተካይዶ ዓናዊ ተልእኾ ከምዘየቋረጸት ብምሕባር፣ ብባይቶ ጸጥታ ዝተነብረ ውሳኔታት እገዳ ተፈጻምነቱ ብዝግባእ ክረጋገጽን ዝያዳ ሓይሉ ክቕጽልን መረዳእታ ከምዝህሉ ምግባር ኣገዳሲ ይኸውን። ሰለስተ፣ ኣብ ባይቶ ጸጥታ ብኣባልነት ንሓደ ዓመት ዝጸንሓ ሃገራት ብዝምልከት፣ ሩዋንዳ፣ ደቡብ ኮርያ፣ ኣርጀንቲና፣ ሉክሰምበርግ፣ ኦስትራልያን ኣብ ባይቶ ጸጥታ ከም ተወሳኺ ቅያር ኣባላት ኮይነን ንሓደ ዓመት፣ ክልተ ሽሕን ዓሰርተ ኣርባዕተን፣ ክጸንሓ እየን። ኣብ ኒውዮርክ ዘሎ ኤምባሲና ኣብዚ ቀረባ ግዜ ንወከልቲ ናይተን ሃገራት ኣመልኪቱ ብዝሃቦ ርእይቶ፣ መብዝሕትኡ ግዜ ደቡብ ኮርያን ኣውስትራልያን ምስ ናይ ኣሜሪካ ዝመሳሰል መርገጺ ከም ዘለወን፣ ብኣርጻሩ ኣርጀንቲናን ሉክስክምበርግን ትርጉም ዘለዎ ኣስተዋጽኦ ኮነ ተሳትፎ ከም ዘይብለን እዩ ገሊጹ። ሩዋንዳ እውን ምስ ልኡኽና ብዝተፈላለየ ደረጃ ኣብ ሓያሎ ጉዳያት ዘተ እንተካየደት'ኳ፣ ንኤርትራ ብዝምልከት ቅርብቲ፣ ፎርስካሚን፣ ብምዃን ዝረብሕ ሓበሬታ ክትህብ ከምዘይትኽእል እዩ ዝገልጽ። እቲ ጉዳይ ከምዚ ኮይኑ እናሃለወ፣ ናይ ኒውዮርክ ኤምባሲና ነተን ሃገራት ኣመልኪቱ ቀዳማይ ኢድ ሓበሬታ ስለዘለዎ፣ ኣብ ልዕሊ ኤርትራ ዝተመሓላለፈ ውሳኔታት እገዳ ብዝግባእ ክትግበርን ዝያዳ ንክኸርርን ኣብ እንገብሮ ዘለና ጻዕሪ፣ ምስቲ ኤምባሲ ብምምይያጥ ንጥፈታት ምክያድ ኣገዳሲ ይኸውን። ኣርባዕተ፣ መደምደምታ ኣብ ልዕሊ ኤርትራ ዝተመሓላለፈ ውሳኔታት እገዳ ኣብ ጸገም ወዲቑ ኣሎ ዝበሃል'ኳ እንተዘይኮነ፣ ኣብ በዳሂ ኩነታት ከምዘሎ ዝሕብሩ ሓያሎ ምልክታት ኣለዉ። ርግጽ እዩ እቲ እገዳ ብቐሊሉ ክለዓል ዝኽእል ኣይኮነን። ዘይሩ ዘይሩ ግን ነቲ ርሳስ ማለት ፔን ሒዛቶ ዘላ ሃገር ኣሜሪካ፣ መርገጺኣ ክሳብ ዘይቀየረት እቲ ዝተመሓላለፈ ውሳኔ እገዳ ክለዓል ይኽእል እዩ ኢልካ ኣይሕሰብን። ይኹን እምበር እቲ ጉዳይ ጓህማም ክኸውን በብቑሩብ እናተሸርሸረ ክኸይድን ዘሎ ዕድል ዕጹው ኣይኮነን። ነዚ ኩነታት'ዚ ንምግታእ ድማ'ዩ ብወገንና ልዑል ዲፕሎማስያዊ ንጥፈታት ክነካይድ ዝግበኣና። ናይዚ መዘኻኸሪ ቀንዲ ዕላማ'ውን ንሱ'ዩ። ኣብ ባይቶኣ ብወገን ኤርትራ ዝግበር ምንቅስቓሳት ከይተቐየረ፣ ኤርትራ ብሸፈጥ ጥራይ ነቲ ኣብ ልዕሊኣ ዝተመሓላለፈ ውሳኔ እገዳ ጓህማም ንምግባሩ እተካይዳ ዘላ ሓደገኛ ምንቅስቓስ እንተተዓዊታትሉ ሳዕቤኑ ከቢድ ክኸውን ይኽእል። እቲ እገዳ ብመጠኑ'ውን እንተኾነ ንኤርትራ ከም እትጓነ ማለት ማርጂናላይዝ ኣብ ምግባር ከም ዝሓገዘ ብዙሕ ሕቶ ዘድልዮ ኣይኮነን። ከምኡ ክንዲ ዝኾነ እዩ ድማ ብ ወገን ኤርትራ ዝለዓለ ዲፕሎማስያዊ ንጥፈታት ዝካየድ ዘሎ። ናትና ብድሆ ኣብ ልዕሊ ኤርትራ ዝካየድ ምንቅስቓሳት ናይ ኢትዮጵያ ዘይኮነ ናይ ኢጋድ ከም ዝኾነ ጸቒጥካ ኣብ ምግላጽ እዩ። እዚ ቀዳምነት ዝወሃቦ ሸቶ ኮይኑ ክንረባረበሉ ይግባእ።